ሕጂ እዚኣ ብዛዕባ ኣፕሊከሽን ፕሮሰስ ኣብ ምንታይ ደረጃ በጺሑ ኣሎ ትብል ንዓና ትምልከት ቀዳመይቲ ስፔሊንግ ጌጋ ትበልኩም ኣይክውንን እዩ ክትጋገ የብልኩም ስፔሊንግ ልክዕ ኮሬክት ጌርኩም ክትጽሕፉ ኣለኩም ሰላም እንቋዕ ብድሓን ናብ ቤኒ ሚድያ መጻኹም ናይ ሎም መዓልቲ ኣርእስትና ከምዚ ኣብ ታምኔል ደንበብኩሞ ብዛዕባ ካናዳ ስፖንሰርሺፕ ፕሮሰስ ኢን ታይምስ እዩ ክኸውን እዚ ዝኾነ ኣፕሊኬሽን ሳብሚት ምስ ገበርካ ንካናዳ ናይ ፕራይቨት ስፖንሰርሺፕ ይኹን ግሩፕ ፋይፍ ይኹን ናይ ቸርች ይኹን ካልእ እውን ካልእ ናይ ፋሚሊ ቪዛ ዝተፈላለየ ዓይነት መንገዲ እንተ ፕሮሰስ ኣፕላይ ጌርካስ እቲ ፕሮሰስ ዝገበርካዮ ኣፕሊኬሽን ድሕሪ ክንደይ እዋን እዩ ዝቕበልዎ ወይ ድሕሪ ክንደይ መጀመርታ ዝርእዎ እንታይ ዓይነት ፕሮሰስ ወይ መስርሕ እዩ ድወስድ ነት ናትካ ኣፕሊኬሽን ክሳብ ዝርእዎ ዝብል ኣርእስቲ እዩ ክኸውን ሰናይ ምክታል ሓደ ኣፕሊኬሽን ንካናዳ ስፖንሰርሽፕ ዝኸውን ማለት እዩ ዝኾነ ዓይነት ኣፕሊኬሽን መጀመርታ ሳብሚት ምስ ገበርካ ወይ መስ ኣቕረብካዮ እቲ ኣፕሊኬሽንካ ወይ እቲ ናትካ መመልከቻ ድሕሪ ክንደይ እዩ ክረኣ ወይ ድሕሪ ክንደይ እዩ ንዓኻ ዝሰልጠካ ዝውክሉ ነጥብታት እታ ቀዳመይቲ ነጥቢ እንታይ ዓይነት ኣፕሊኬሽን ኢኻ ሳብሚት ጌርካ ወይ ናይ ቸርች ድዩ ናይ ፕራይቨት ስፖንሰርሽፕ ድዩ ወይ ናይ ናይ ጋቨርንመንት ኣሲስትድ ድዩ ናይ ግሩፕ ኣሲስትድ ድዩ ብዙሕ ዓይነት ሲስተም እዩ ዘሎ ሕጂ ኣበየናይ እንታይ ዓይነት ኣፕሊኬሽን ኢኻ ኣፕላይ ጌርካ ቀዳማይ ወሳኒ ሕቶ እዩ ምክንያቱ ካብ ሓደ ኣፕሊኬሽን ናብ ሓደ ኣፕሊኬሽን እቲ ዝወስደልካ ግዜ ይፋለ እዩ ምክንያቱ እዚ ዓይነት ኣፕሊኬሽን ዝኾነ ተእትዎ ዘለካ ንካናዳ ፕሮሰስ ገለገሊኡ ኣብ ውሽጢ ካናዳ እዩ እቲ ፕሮሰስ ዝካየድ ማለት እቶም ነቲ ናትካ ወረቐትካ ተቐቢሎም ኦኬ ሕጂ ወረቐትካ መጺኡ ኣሎ ተቐቢልናዮ ኣለና ፋይል ናምበር ሒዝካ ኣለኻ ዝብሉኻ ኣብ ካናዳ ኣለዉ ገለ ገለ ግን ኣብ ቪዛ ኦፊስስ ዝበሃሉ ኣለዉ መብዛሕትኹም ኣብ ኡጋንዳ ኬንያ ኣብ ኣዲስ ኣበባ ሱዳን ትቕመጡ ሰባት ከም ትፈልጥዎ ቪዛ ኦፊስስ ኣብ ዳርኤ ሰላም ዘሎ ኢና ንፈልጥ ናት ንሶም እዮም ዝበዝሕ ግዘ ኢሜይል ዝሰዱልካ ኦኬ ንሜዲካል ተፀዊዕካ ኣለኻ ኦኦኬ ንኢንተርቪው ተፀዊዕካ ኣለኻ ገለ ኢሎም ዝሰዱልካ እዞም ኣብ ቪዛ ኦፊስስ እዮም ግን እሶም ጥራይ ኣይኮኑን ኣብ ዝተፈላለዩ ሃገራት ኣለዉ ናቶም ቪዛ ኦፊስስ ማለት እዩ ነዚ ክብል ኢለ ከዓ ገለገሊኡ ኣብ ውሽጢ ካናዳ ዘሎ ኦፊስ እዩ መልሲ ዝበካ ገለገሊኡ ከዓ ኣብ ውሽጢ ካልኦት ሃገራት ዘሎ ዓዲ ኮይኖም ንዓኻ ብኢሜይል ኮንታክት ክገብሩኻ ማለት እዩ ከም ንኣብነት ሕጂ ሓደ ናይ ቪዚተር ቪዛ ኣፕላይ ዝገበረ እንተ እቲ ሰብ ንበል ንኣብነት ኣብ ኣዲስ ኣበባ ኣሎ ካልእ ሰብ ከዓ ሓደ ልክዕ ከምኡ ኣብ ፊሊፒንስ ኣሎ ፊሊፒኖ ኮይኑ ንቪዚተር ቪዛ ኣፕላይ ዝገብር ናብ ፊሊፒኖ ኣፕላይ ዝገበረ ሰብን ንኣዲስ ኣበባ ዘሎ ናይ ቪዚተር ቪዛ ኣፕላይ ዝገበረ ሰብን በበይኑ ዓይነት ናይ ፕሮሰስ ግዜ እዩ ዝወስደሉ ሓደ ካብቲ ነጥብታት ከዓ እንታይ እዩ ቢዚ ኣየናይ ኦፊስ ዩ ሞር ቢዚ ኣብ ኣዲስ ኣበባ ብዝሕ ሰብ ናይ ስደተኛ እንተ ኣፕላይ ይገብር ኣሎ ብጣዕሚ ቢዚ ይኮኑ ቢዚ ሰድኮኑ ካኣ ቀስ ኢሉ ዩ እቲ ፕሮሰስ ድወስድ ወይ ግዜ ይወስድ ማለት ዩ ካብ ከተማ ንከተማስ ይፈላለ ዩ ንምባይል እቲ ኣፕሊከሽን ፕሮሰሲን ታይምስ ብፍላይ መንግስቲ ካናዳ ወይ እቲ ኢሚግረሽን ኦፊስ ክርእ ከሎ እንተ ኣብ ሱዳን ዘሎ ሰብን ኣብ ኬንያ ዘሎ ሰብን ኣብ ኣዲስ ኣበባ ዘሎን ኣብ ፊሊፒንስ ዘሎን ኣብ ዩክሬናውያን ኣብ ዓዲ እንግሊዝ ዘለውን ስደተኛት እዞም ኩሎም ንካናዳ ንክመፁ ዝገብሩ ኣፕሊኬሽናት ካብን ናብን ዓዲ ዝተፈላለየ ፕሮሰሲን ታይምስ እዩ ዘለዎም ግን እቲ ኦፊስ ናቱ ክራይቴርያ ሓንቲ ካብኦም እንታይ እዮም ክንደይ ቢዚ እዮም ዝብል እዩ እቲ ኦፊስ ክንደይ ሰራሕተኛታት ኣለዎ ማለት እዩ ክንደይ ኣፕሊኬሽን ተቐቢሉ መዓስከ መልሲ ይህብ ማለት እዩ ሓንቲ ሃብቲ ነጥታት ሕጂ እንታይ ማዕረ ክንደይ ቢዚ እቲ ኦፊስ ማለት እዩ ካልኣይቲ ኩሉ ግዜ ተደጋጊማ ትሕተት ሕቶ እንታይ ናተይ ኣፕሊኬሽን ሲ ኣብ ፕሮሰስ ኣሎ እጂ ገለገለኹም እንተ ኣብቲ ናይ ዌብሳይት ናይ ካናዳ ኣቲኹም ማለት እዩ ኣብዚ ሊንክ ባይዘወይ ኣብዚ ታሕቲ ክገብረልኩም እየ ምክንያቱ ባዕልኹም ሪሰርች ክትገብሮ ትኽእሉ ኢኹም እዚ ምስጢር ኣይኮነን ዘሎ እዩ ኣብቲ ኣፕሊኬሽን ዘሎ እዩ ኣብኣቶም ክትሪእዎ ትኽእሉ ኢኹም እንታይ ይብሉኻ ናተይ ኣፕሊኬሽን ሲ ኢንፕሮሰስ ዝብል ኣሎ እንታይ ማለት እዩ ወይ ኣብ ምንታይ በፂሑ ኣሎ ማለት እዩ ዝብል ሕቶ እውን ትመፅእ ኣብ ተደጋጋሚ ሕጂ ክልተ ዓይነት ናይ ኢንፕሮሰስ ስታይ ኣሎ ክትፈልጦ ኣለኩም ቀዳማይ ብወረቐት ኣፕላይ ዝገበርካዮ ኣፕሊኬሽን ኣሎ ካልኣይ ከዓ ብኦንላይን ትገብሮ ኣፕሊኬሽን ኣሎ ሕጂ ንካናዳ መብዛሕትና ሓበሻ ወይ ኤርትራ ንፈልጦ ሲስተም እንታይ እዩ ፕራይቨት ስፖንሰርሺፕ ወይ ድማ ናይ ቸርች ተኣኪብካ ትገብሮ ስፖንሰርሺፕ ማለት እዩ እሱ ጥራይ ኣይኮነ ግን ንካናዳ መእተዊ ሲስተም ናይ ኢንተርናሽናል ስቱደንት ኣሎ እቲ ንካናዳ መእተዊ ነጥታሲ ገለ ካብቲ ዝጥቀሙሉ ሲስተም ክገልፀልኩም እየ ንፈልጣ ሓንቲ ናይ ስፖንሰርሽፕ ፕሮግራም እንታያ ናይ ፋሚሊ ስፖንሰርሽፕ ካልኣይ ናይ ግሩፕ ስፖንሰርሽፕ ኣሎ እሱ ጥራይ ግን ኣይኮነን ገለ ካብዚ እንታይ እዩ ኤክስፕረስ ኢንትሪ ዝበሃል ኣሎ ኤክስፕረስ ኢንትሪ እንታይ እዩ እንተ ንካናዳስ ከም በዓል ክእለት ወይ በዓል ጥበብ ኮንካ ተኣትዎ ሲስተም ማለት እዩ እዚ ከዓ ክእለት ተለካ ስኪልድ ወርከርስ ይብልዎ ዝበዝሕ ግዘ ናይ ኤክስፕረስ ኢንትሪ ሲስተም ማለት እዩ ካልኣይ ፕሮቪንሻል ኖሚኒ ፕሮቪንሻል ኖሚኒ ብሕጽር ዝበለ እየ ክገልጸልኩም ንካናዳ ክትኣቱ ከለካ እቲ መንገዲ ሲ ከም ከም ተመሪጽካ ወይ ተሓሪኻ ተኣትዎ ናብ ሓደ ፕሮቪንስ እዩ ካብ ፕሮቪንስ ናብ ፕሮቪንስ ንኣብነት ኣልበርታ እዝን እዝን የድልየኒ ኢለ ምሽ ናብ መንግስቲ ተቕርብ መንግስቲ ከዓ ኦኬ ክንዲዚ ከነምፅና ካብዚ ቦታ እገለ ኢሎም ናቶም ሲስተም ኣሎ የውፁ ግን ፕሮቪንሻል ኖሚኒ ይብሎ ሳልሰይቲ ኩሉ ግዜ ኩላትና ንፈልጣ መንገዲ ወይ ንሕና ዝኣተናሉ መንገዲ ፋሚሊ ስፖንሰርሺፕ እዩ። እዚ ከኣ ንናትካ ፋሚሊ ከም ዘመድካ ከምኡውን ሰበይትኻ፣ ፓርትነርካ፣ ዓርክኻ፣ ውላድካ፣ ወለድኻ፣ ኣባሓጎታኻ፣ ኣቦሓጎኻ ተምጽኣሉ መንገዲ ማለት እዩ ፋሚሊ ስፖንሰርሺፕ ብሎ። ሳልሳይ ዓይነት ወይ ራብዓይ ዓይነት መንገዲ ኬርጊቨር እዩ። ንካናዳ ሲ ከም ኬርጊቨር ኮንካ ትኣቱ ከም ኬርጊቨር ሕጂ ኣሎ ናቱ ፕሮሰስ ግን ን ኤልደርሊ ወይ ዓበይቲ ቴክ ኬር ክትገብረሉ ትኽእል መንገዲ ኣሎ ኣብኡ ኣቲኻ ኣነ ናይ ኬር ጊቨር ወረቐት ኣለኒ ወይ ክእለት ኣለኒ ኢልካ ኣፕላይ ትገብር እሞ ናቱ ርእሱ ዝኸኣለ ፕሮሰስ ኣለዎ ግን መንገዲ ንካናዳ ትኣትወሉ እዩ ብድሕሪኡ ኣትላንቲክ ኢሚግሬሽን ፕሮግራም ዝበሃል ኣሎ እዚ ከዓ እንታይ እዩ ናብ ኒው ብራውንዝዊክ ናብ ፕሪንስ ኤድዋርድ ኣይላንድ ናብ ኔቨ ስኮሽያ ከምኡውን ናብ ኒውፋውንላንድ ኣንድ ላብራዶር ዝበሃላ ከተማታት ክትኣትወሉ ትኽእል መንገዲ እዩ ከም ሙሁር ኮንካ ከም ካብ let's say ካብ ሓደ ትምህርቲ ወዲእካ ኣለኻ ወረቐት ሒዝካ ኣለኻ ናብዘን ከተማታት ሙፍ ገብረ ክሰርሐ ንክንድዚ እዋን ናቱ ቅጥዕታት ኣለዎ ግን ክትኣትወሉ ትኽእል መንገዲ ኣትላንቲክ ኢሚግሬሽን ፕሮግራም ዝበሃል ኣሎ ድሕሪኣ መፅኣ ሰሪዓ ደለኹ ኪቤክ ሰለክትድ ስኪልድ ወርከርስ ኢሚግሬት ናብ ኪቤክ ክትኣቱ ተኾንካ ከም ስኪልድ ወርከር ኮንካ ትኣትወሉ መንገዲ ኣሎ ኣብ ዝሓለፈ ከም ዝገለፅኩልኩም ናይ ኪቤክ ዓይነት ኣካይዳ ፍልይ ዝበለ እዩ ብጣዕሚ ሓያል ዝኾነ ናይ ፖለቲካዊ ፖለቲከኛታት ኣለዎም ኪቤክ ብሓፂ ሓያላት እዮም ካብ ሙሉእ ካናዳ እንተ ተዓዚኩም ኪቤክ ቁርብ ሕይል ዝበሉ እዮም ኩሉም ኣሎም ናይ ፍረንች ፅልዋ ዘለዎም ዓዲ ወይ ፕሮቪንስ እዮም ከዓ ናብኡ ትኣቱ መንገዲ ከኣ ኣሎ ኣይ ዶንት ቲንክ ብዙሕ ሰብ ንኩቤክ ድኸይድ ከም ሓበሻ ጽቡቕ ዓዲ እዩ ጽቡቕ ዓዲ ብሓቂ ግን ናይ ፍረንች ዝዛረቡ እዮም ንሕና ከኣ ብዙሕ ፍረንች ስለ ዘይንዛረብ ናብ እንግሊሽ ዝዛረቡ ዓድታትና ንመርጽ ስለዚ ናይ ኩቤክ ብዙሕ ኣይክዛረብ ኣለነ እዩ ድሓር ድሕሪኣ ተሰሪዓ ደላ ናይ ረፊጂ ፕሮግራም ማለት እዩ እሱ ከኣ ስፖንሰር ኮንካ ንሓደ ስደተኛ ተምጾ ኩላትና ንፈልጦ ኢና እዚ ፕሮግራማት በዚ መንገዲ እውን መፂና ስለ ዘለና ማለት እዩ ግሩፕ ፋይፍ ኣሎ ናይ ቸርች ኣሎ ካልእን ካልእን ኣሎ ማለት እዩ ኦኬ እዚአን ገለ ካብ ትገልፀን ዝለለኹ እያ ግን ካልእ ናይ ሂማኒታርያን ፕሮግራም ዝበሃል ከዓ ኣሎ ማለት ናይ ሰብኣውነት ኢሎም ፕሮግራም ዝገብሮ ብናይ ዩኤንኤችሲኣር ድዩ ብናይ ካልእ ድዩ ስደተኛታት ንኣብነት ትምህር ካብ ሊብያ ገለ ሰብ ስሒቦም የምፁ ብጥርዓን ድዩ ብገለ ድዩ ናቱ መንገድ ኣለዎ ብልክዕ ኣነ ይፈልጦኒ ናታ ብሰፊሑ እንተ ደልዮም ቢ ኣብ ኔክስት ታይም ሪሰርች ገለ ከምፅኣልኩም እዩ እዚ ኩሉ ኣነ ዝገልፀልኩም ዘለኹ ብጭልፋ እዩ ግን ኣብቲ ዌብሳይት ክትረኽቦ ትኽእሉ እዩ ብሰፊሑ እንተ ደሊኹም ግን ኣነ ናይ ኢሚግሬሽን ኮንሳልታንቲ ኣይኮንኩን ኣነ እቲ ዘሎ ኣብቲ ዌብሳይት እየ ከምፅኣልኩም ድኽእል ግን ሲን ኣማንኤል ትበሃል ኣላ ኣዝያ በላሕ ዝኾነት ሰብ ኣብ ካልጋሪ ትቕመጥ ናይ ኢሚግሬሽን ኮንሳልታንት ማለት እዩ ኣብ ናታ ናታ ዩቱብ ቻናል እውን ኣብ ታሕቲ ሊንክ ክገብረልኩም እየ ኣብ ናታ ኣቲኹም እውን ፍሉጥ ናይ ስፖንሰርሽፕ ትበሃል ከተቕርበልኩም ትኽእል እያ ብዝሓየለ መልክዕ ፅፁይ ዕለታዊ ዝኾነ ሓበሬታ ማለት እዩ ስለዚ ናታ ሊንክ ንገብረልኩም እየ ኣብኡ ኣትም ክትሪኡ ትኽእሉ ኢኹም ኣነ ዝበኩም ከም ዩቱበር ከም ሪሰርች ዝገብሮ ሓበሬታ ክወፅእ ኣለዎ ዝብሎ እዩ ግን ናይ ኢሚግሬሽን ኮንሳልታንት ኣለው እሱ ስርሖም ኣብ ኤድመንተን እውን ኣለው ዕድል እንተገይረ ኦኬ ኢሎም እንተ ፍቃድ ሂቦምኒ ሓደ ብሓደ ኢንተርቪው ገብረሉ እቲ ቀንዲ ቀንዲ ሕቶታትኩም ብዛዕባ ንካናዳ ክትኣትወሉ ትኽእል መንገዲ ፕሮሰስ ናይ ፕሮሰስ ክንደይ ግዜ ይወስድ ካልእን ካልእን ደጨንቐኩም ወረቐተይ ከምዚ ምስ ኣቶ ክንዲ ዝወስድ ገለ ትብሎ ገለገለ ክቡኹም ዝኽእሉ መልስታት ኣሎ ኣምፅኤ ኢንተርቪው ገብረልኩም እየ ኣይ ሆፕ ዕድል ተረኺበ ማለት እዩ ኦኬ ኢሎም ፍቓድ ተሂቦምኒ ክገብር ክፍትነ ኣብ ቀፃሊ ማለት እዩ ሕራይ ንቐፅል ሕራይ ናብታ ቀንዲ ኣርእስና ንመለስ እታ ወረቐትኩ መጀመርታ ኣፕላይ ምስ ገበረት ኣብቲ ኦፊስ ምስ ኣተወት ሓደ ኦፊሰር እዩ ዝርያ እቲ ኦፊሰር ነታ ወረቐትካ ተቐቢሉ ይኸፍታ እሞ እቲ ዶክመንት ክህሉ ዝግብኦ ንኣብነት ንበል ናይ ግሩፕ ፋይቭ ስፖንሰርሽፕ ንበል እታ ዶኩመንትካ ምስ ተቐበላ እቶም ስፖንሰር ዝገበሩኻ እቲ ወረቐቶም ብልክዕ እትዮም ድዮም እቲ ታሽራታት ኣለዎ ድዩ እቲ ገንዘብ ኣለዎ ድዩ ውሽጡ ውሽጡ ኣትዩ ርኦን እዩ ግን ኣሎ ዝበሃል እቲ ወረቐት ክህሉ ዝግብኦ ኣፕላይ ክትገብር ከለኻ ሲ እዝን እዝን ኣፕሊኬሽን የድልየካ ይብሉኻ እተን ክህልዋ ዝግበአን ኣፕሊኬሽንስ ኣለዋ ድየን ዝጎደለኸ ኣሎ ድዩ ብዝብል ብላዕሊ ላዕሊ እዮም ዝሪእዎ ዲቴይል ብዲቴይል ኣይሪእዎን እዮም ግን እቲ ኣፕሊኬሽንካስ መፅዩ ሪኦሞ ኣለዎ እሞ እቲ ወረቓቕቲ ኣብ ክህሉ ዝግብኦ ከ ኣሎ ድዩ ኢሎም እዮም ዝርእይዎ መጀመርታ። ስለዚ እቲ ቀዳማይ ኦፊሰር ነቲ ወረቐትካ ምስ ረኣዮ ብድሕሪኡ እቲ ሪቪዊን ኦፊሰር ዝብሃል ኣሎ። ሪቪዊን ኦፊሰር ከ ነቲ ወረቐትካ ከም ብሓድሽ ሪቪው ይገብሮ። ውሽጣን ውሻጢኣን ሪኡ ረኣዩ ነቲ ወረቐትካ ሪኡ ኣብታ ኣብ ልዕሊ ናትካ ኬስካ ኢንቻርጅ ይኸውን ማለት እዩ። ብሓጺሩ ሓላፍነት ኣሎ ኣብታ ናትካ ኬዝ ማለት እዩ። ሕጂ እቲ ናትካ ወረቐት ሽዑ እዚ ሪቪዩን ኦፊሰር ምስ ረኣዮ ኣብ ናቶም መእከቢ ኣሎ ፓይል ማለት እዩ ኣብቲ ናቶም ፓይል ኣብኡ የቐምጥዎ እቲ ፋይልካ ክሳብ እንደገና ዝለዓል ይቕመጥ ይቕመጥ ግዜኡ ክሳብ ዝሕሉ ማለት እዩ ናይ ገለገለ ናይ ሰሙናት ይኸውን 28 ሰሙናት ድዩ ገለ ይኸውን ናይ ገለገለ ፋይላት ግን ከባቢ 30 ኣዋርሕ ወይ 33 ክሳብ 36 ኣዋርሕ ገለ ይኸውን። ብዓመታት ክትሪኦ ከለኻ ሽዑ ክልተ ዓመት ሰለስተ ዓመት ገለ ይወስድ ማለት እዩ። ገለ ገለ ካብቲ ንሓደ ፕሮሰስ ዲለይ ዝገብሮ ነገራት እንታይ ኣሎ መስለኩም? ጌጋ ኣፕሊኬሽን ምእታው ወይ ኣብቲ ኣፕሊኬሽንካ ዝኾነ ጌጋ እንድሕር ጌርካ ነቲ ኣፕሊኬሽንካ ኦኬ ርኢናዮ ኣለና እዚ ግን ወስኺ እዚ ጎዲሉሎ ብልኻ ገለ ገለ ሕጂ ንዑ ኣፕላይ ምስ ገበርካ ከንደገና መልሲ ክሳዕ ትፅበ እቲ ፋይልካ ዩዱንጊ ማለት እዩ ስለዚ ናይ ኣፕሊኬሽን ጌጋ ምህላው ወይ ድማ ወይ ናይ ኤክስፕረስ ኢንትሪ ንበሎ ንኣብነት እንተ ኤክስፕረስ ኢንትሪ ጌርካ ኣለካ እቲ ናትካ ዶኩመንት ከተሪኦ ዘለካ ናይ ባንክ ገንዘብ ድዩ ገለ ዝኾነ እንድሕር ዳ ተሓላለኸ ወረቐት ሃሊካ እቲ ወረቐትካ ብጽፉፍ ግዜ ወሲዶም ክሳዕ ዝርእይዎ ግዜ ይወስድ ስለዚ ዲለይ ከኣ ንሱ ይፈጥር ማለት እዩ ድሕሪኡ ብተደጋጋሚ ሰብ ዝሓታ ሕቶ ናተይ ኣፕሊኬሽን ሲ ኣብ ምንታይ በጺሑ ኣሎ ትብል ሕቶ እያ ኣፕሊኬሽነይስ ኣብ ምንታይ ደረጃ በጺሑ ኣሎ ብኸመይ ከ ክርእዮ ይኽእል ትብል ሕቶ ኣገዳሲት ኮይና ትስምዓኒ እታ ቀዳመይቲ ክምልሳ ዝኽእል ከኣ እንታይ እያ እንታይ ዓይነት ኣፕሊኬሽን እየ እቲኻ ኣለኻ ግሩፕ ፋይቭ ድዩ ቸርች ድዩ ኢክረስፕ ኢንትሪ ድዩ ኢሚግሬት ካናዳ ድዩ እንታይ ዓይነት ኣፕሊኬሽን እዩ ካብ ኣፕሊኬሽን ናብ ኣፕሊኬሽን ይውስን እዩ ብከመይ ክንደይ ክወስደልካ ይኽእል እቲ ኣፕሊኬሽን ከዓ እንታይ ደረጃ በፂሑ ኣሎ ክትርኢ ማለት እዩ ሕጂ እዚኣ ብዛዕባ ኣፕሊኬሽን ፕሮሰስ እያ ምንታይ ደረጃ በፂሑ ኣሎ ትብል ንዓና ትምልከት ቀዳመይቲ እንታይ እያ ዝበዝሕ ሕና ብወረቐት ንኣፕላይ ንገብር ብወረቐት ንካናዳ ከመይ ኢለ ይመፅእ ድብል ናይ ግሩፕ ፋይፍ ናይ ቸርች ማለት እዩ ብዛዕባ እዚኤን ጸቂጠ ክዛረብ ኣብ ዌብሳይት ናይ ካናዳ ሃው ዱ ቸክ ማይ ኣፕሊኬሽን ፕሮሰሲን ታይምስ ትብል ኣሎ ስቴፕ ባይ ስቴፕ ክገልጸልኩም ክፍትነ ቀዳመይቲ ትገብራ ኣብታ ናይ ካናዳ ዳት ሲኤ ምስ ኣተኻ እቲ ኦፊሻል ዌብሳይት ናይ ካናዳ ክመፀካ እዩ ኣብዚ ምስ ኣተኹም ቀስ ኢለ ክገልፀልኩም እየ ቀጥታ ኣብ ኮምፒውተርኩም ተለኹም ምሳይ ሓቢርኩም ክትከዱ ኢኹም ክልተ ሰከንድ ስክበኩም እየ ኣብ ኮምፒውተርኩም ክትቀርቡ ብሞባይል ኣይትግበሩ ብሞባይል ኣይክኾነልኩም ኒ ብቴሌፎን ኣይትግበርዎ ብላፕቶፕ ግበሩ ወይ ኣብ እንዳ ኮምፒውተር ኦኬ ኣቲኹም ኣለኹም ፅቡቕ ካናዳ ዳ ስኤልኩም ምስ ኣትኹም ጋቨርንመንት ኦፍ ካናዳ ዝብል ኣሎት ኦፊሻል ማለት እዩ ኣብዚ እታ ቀዳመይቲ ኣብዚ እታ ቀዳመይቲ ትርእዋ ጆብስ ኣንድ ወርክ ፕሌስ ትብል ኣላ ብትሕቲኣ ግን እንታይ ትብል ኣላ ኢሚግሬሽን ኣንድ ሲቲዘንሽፕ ልክዕ ኣብኣ ፅቐጡ ኢሚግሬሽን ኣንድ ሲቲዘንሽፕ

ልክዕ ኣብታ Make your selection ትብለላ ኣብኣ ጽቀጡ። ሸውዓተ ሸሞንተ ይኸውን ምርጫ ክመጸኩም እዩ፣ ቀዳሚት ሲትዘንሽፕ፣ ፓስፖርት፣ ቪዚተር ቪዛ፣ PR፣ ፋሚሊ ስፖንሰርሽፕ፣ ወርክ ፐርሚት፣ ስታዲ ፐርሚት፣ ረፊጂስ ትብል ኣላ። ኣብታ ረፊጂስ ጽቀጡ። ድሕሪኡ Continue። ረፊጂስ ምጽኦትኩም ከንቲንዩ በልዋ ብትሕትኡ ዳውንዋርድ ክመጸኩም እዩ ኦፕሽን ማለት እዩ ናይ ረፊጂ እንታይ ይብላ ኣሎ ዲስ ኢንክሉድስ ኮንቨንሽን ረፊጂ ሂማኒታሪያን ፕሮቴክትድ ግሩፕ ኦፍ ፋይቭ መብዛሕትኩም ግሩፕ ኦፍ ፋይቭ ወይ ናይ ቸርች ኢኹም ሶ ንታሕቲ ኪዱ ቀጽሉ ንታሕቲ ኣብ እንታይ ትብላ ኣላ ሃው ቱ ቸክ ዮር ኣፕሊኬሽን ስቴታስ The Client Application Status allows you to securely view the status of your application online. እዚኣ ዓይነት ኣፕሊኬሽን ናትካ ወረቐት ኣብ ምንታይ ደረጃ በፂሑሎ ተርኢ እያ። ቀዳመይቲ ተድልየኩም ነገር እዛ ኣፕሊኬሽን እዚኣ ቅድሚ ምኽፋትኩም ኩሉ ዘለኩም ዶኩመንት ናይቲ ፕሮሰስ ኣክብዎ። ከም ንኣብነት UCI ናምበር ፋይል ናምበር ምስ መፀኩም ድሃብኹም ወረቐት ኣሎ ንሱ

ኬዝ ናምበር ተእቱ ወይ ድማ UCI፣ Unique Client Identifier፣ ማለት እዩ። ንዓኻ ጥራይ ዝተዋህበት ከኣ ፍልይቲ ቁጽሪ ኣላ። ንኣብነት ንዓኣ ተእትዋ ወይ እታ ኣፕሊኬሽን ናምበር ተእትዋ። ሽዑ እተን ቁጽሪ ትጽሕፈን። ምጸሓፍካየን ልክዕ ኣብታ ዶክመንትኻ ከም ደላ ግን ጌጋ ከይትፈጥሩ። ስፔሊን ጌጋ ተበልኩም ኣይክውንን እዩ። ክትጋገዩ የብልኩም ስፔሊን ልክዕ፣ Correct፣ ጌርኩም ክትጽሕፍዎ ኣለኩም። ደሓር ፋሚሊ ነይም ንኣብነት ኣነ ቤንሁር መሓሪ ወልደዮሃንስ እበሃል ፋሚሊ ነይም እንታይ ወልደዮሃንስ እዩ ብሓጺሩ ናይ ኣቦሓጎኻ ስም ኢኻ ከም ፋሚሊ ነይም ትጥቀመሉ ናይ ገሊኹም ግን ክልተ ሽም ክህልወኩም ይኽእል ከም ዝኾነ ይኹን ምኽንያት እታ ላስት ነይም ኢኹም ተእትዉ ብሓጺሩ ዝተወለድኩምሉ ዕለት ዝተወለድኩምሉ ቦታ ሽዑ ኮንቲኒ ትብላ ማለት እዩ ኮንቲኒ ምስ በልካያ እቲ ኣፕሊኬሽንካ ክትረኽቦ እያ ናትካ ኣፕሊኬሽን ኦኬ ኣብዚ ደረጃ በፂሑ ኣሎ እቲ ኣፕሊኬሽንካ ኢላ ምስ ረኸበቶ ኦኬ ናትካ ስቴታስ ኣብዚ በፂሑ ኣሎ በዚ እዋን ኢንተርቪው ጌርካ በዚ እዋን ሜዲካል ጌርካ ሕጂ ናይ ፍላይት ኣይመፀካ ላይ ክነግረካ እያ ብልክዕ እቲ ኣፕሊኬሽንካስ ኣብ ምንታይ ደረጃ በፂሑ ኣሎ ክትነግረካ እያ ስለዚ እዞም ብዛዕባ ኣፕሊኬሽን ካናዳ ትሓቱ ሰባት ብዚኣ ጌርኩም ቸክ ክትገብሩ ትኽእሉ ኢኹም ሓደ ሓደ ግዜ ዶክመንት ምሽ ጎዲልካ ኣሎ ይብሉካ እዮም ሕጂ ዶክመንት ከም ድጎለካ ኣብቲ ስቴታስ ቸክ መግበሪ ኣይትርእዮን ኢኻ እንታይ ትርኢ ግን ዊ ሃቭ ሴንድ ዩ ኮረስፖንደንስ ይብሉካ ግብረ መልሲ ሂብናኩም ኣለና እብሉኻ ሽዑ እስኻ ኢሜይልካ ቸክ ትገበር ሳምታይምስ ገለገለ ኢኹም ኢሜይልኩም ዘይትኸፍቱ ሰባት ኣለኹም ሕጂ ኢሜልካ ቸክ ምግባር ወሳኒ እዩ ብኢሜል ጥራይ እዮም ድምልሱልካ ብካልእ ብቆል ሓንቲ ይጽሕፉልካን እዩ ኢሜል እያ ኩላ ናቶም መልሲ። ኣብ መጨረሻ ክዛረባ ዝደሊ እንታይ እያ ሓደ ኣፕሊኬሽን ኣፕላይ ጌረሲ ዓመታት ሓሊፉ ወይ ኣዋርሕ ሓሊፉ ወላ ሓንቲ መልሲ ከይረኸብኩ ወይ ኣፕዴት ደይብለይ ስቕ ስቕ ኮይኑ እንታይ ክገብር ይኽእል እጂ ገሊኹም ኣብ ክልተ ወርሒ ሰለስተ ወርሒ ስቕልኩም ኢሜል ትጽሕፍሎም ኣለኹም ኖ ኖ ካብ መጠኑ ዝሓለፈ ክኸውን ከሎ እቲ ፕሮሰስ ግዚኡ ዝሓለፈ ክኸውን ከሎ እንታይ ክገብር ይኽእል ትብል ሕቶ ኣገዳሲ ኮይና ትስምዓኒ መልሲ ሕጂ እንታይ ክትገብሩ ትኽእሉ ኢኹም መጀመርታ ኣብቲ ፕሮሰስ እንታይ ምስ ኣቲኹም እቲ ናትኩም ፕሮሰስ ከንደይ ክወስድ እግብኦ ወይ ክንደይ ክወስድ ይኽእል ዝብል ኣሎ ንኣብነት ሓደ ፕሮሰስ ሰላሳ ኣዋርሕ ኣብ ውሽጢ ሰላሳ ኣዋርሕ ክውዳእ እዩ እንድሕር ተባሂልካ ኣብ ሽዱሽተ ወርሒ ዘይተወደኤልካ ኢሜይል ክትገብር ፌር ኣይኮነን ምክንያቱ ካብ መጀመርቱ እውን ኣብ ክንድኡ ሰዓት ኣይኮነን ክውዳእ ዝግብኦ እቲ ኣፕሊኬሽን ሶ ትጋገ ኣለኻ ማለት እዩ እንተ ጠቕላላ ስቕ ኢሎም መልሲ ዘይሃቡኻ ነዊሕ ገይሩ ግን ኢሜይል ክትፅሕፈሎም ትኽእል ኢኻ ናተይ ኣፕሊኬሽን ክንድዚ ገይሩ ኣሎ እዝን እዝን መጀመርታ እቲ ዶክመንት ከድልየኩም እዩ እዚ ናተይ ኣፕሊኬሽን ናምበር እዩ እዚ ናተይ ሙሉእ ሽመይ እዩ ዕለተ ልደተይ ክንድዚ እዩ በዚ መዓልቲ ኣፕላይ ገይረ በዚ መዓልቲ ተቐቢለ ሜዲካል ክሳብ ሕጂ ግን ፍላይት ኣይመጸንን ንኣብነት እየ ዝብለኩም ዘለኩ ሕጂ ንክሳብ ሕጂ ክንድዚ ይመጸኒ እንታይ ክገብር ይክእል ናቶም ቪዛ ኦፊስ ኣፕሊከሽን ኢመይል ኣለዎም ኣብቲ ዌብሳይት ተኣቲኩም ኣለዎም IRCC ዝብል ኢመይል ኣሎ ከም ንኣብነት ሕጂ ንሓደ ፕሮሰስ ኣብታ ሰለስተ ዓመት ይኸውን እዩ ዝተባህለ እንተ ንስኻ ኣብ ውሽጢ ሸሞንተ ወርሒ ኣነ ኣፕሊኬሽነይ ከምዚ ገይረ ክሳብ ሕጂ ውን ሓንቲ ረኸብኩን ኢልካዮም ኢሜይል ድቡካ ቲፒካሊ እታ መልሲ እንታይ እያ ኣፕሊኬሽን ናትካ ወዲን ፕሮሰሲን ታይም እዩ ዘሎ ዝኾነ ሓድሽ ነገር ተሎ ኢሜይል ክሰደልካ ያሎም ሱቅ እዮም ድቡ እዚ ማለት ግን እስኻ በዓል ፕሮሰስ ደላይ ነቲ ፕሮሰስ ደሪኻያ ዘለካ ስቕትል ማለት ኣይኮነ ኣብ ነዊሕ ነዊሕ ነርካ ነርካ ኢሜይል ምስዳድ ወሳኒ እዩ ምክንያቱ ሳጣይካ ኣፕሊኬሽንካ ክትርኢ ትኽእል እዞም ኣብ ካናዳ ዘለዎ እውን ወይ እቶም ኣብ ዳርኤ ሰላም ዘለዎም ሰባት እዮም ሰባት እዮም እሶም ከዓ ይጋገዩ እዮም ሰብ እዮም። ገልገለኹምሲ ፍጹም ይሰርሖ በቃ ጽፉፍ ገለ ጌርኩም ኢኹም ትወስድዎ ገለ ጽፉፍ ኣይኮነን ማለት ኣይኮነን ጽፉፋት እዮም ኣሳርሖም ይኾኑ ኣይክኾኑ ይኽእሉ ሰባት ምዃኖም ግን ኣይንረስዕ እዛ ጥያ ጥያ ክብለኩም ድኽእል ሰባት እዮም ሶም ከኣሲ ከም ሰብ ነገር እቲ ዝሰርሖምሲ ሰብ እዮም ጀስ እዚኣ ጥራይ ዘክሩዋ ዝኾነ ነገር ክትሓስበሎም ዋ ሶም እውን ሰብ እዮም you know ከም ካብ ተመክሮይ ግን ካብ ዝረኣኹዎ ማለት ካናዳ ዝኾነ ፕሮሰስ ናይ ፕሮሰስ ነገር ኣብዚኣ ክትውድያ እንዳበልካያ መሊሳ ትሽልሕ መሊሳ ትነውሕ ገለገለ እዩ ፕሮሰስ እዚኣ ትውድእ በዛ መዓልቲ ኢልካ ክትውሰን ዘይክእል ነገር እዩ ናይ ፕሮሰስ ነገር ብልክዕ በዚኣ ሰዓት እዚኣ ትውዳእ ክትብሎ ትኽእል ነገር ትረኣ ኣሎ እሱ ፕሮሰስ እዩ ፕሮሰስ ካናዳ እዩ ገለ ገሌኹም ውን ትጫረቑ ኢኹም ፕሮሰስ ካናዳ ኮይኑ ሂወተይ ትብል እኻ ማሕ ተይልካ ጹል ተነዊሑ ቻፕተር ጥራይ ይቀያየር እቲ ሂወት ተኾይኑ ፕሮሰስ ካናዳ ተቐይሩ ትብል እኻ ግን ሳምታይምስ ካብ ኣብቲ ዝበልካ ንላዕሊ ግዜ ከም ዝወስድ ሲ ክትነግረኩም እፈቱ ሓንሳ ሓንሳ እዋን ዝኾነ ኣፕሊኬሽን ፕሮሰስ ኣፕላይ ምስ ገበርካ ንሶም ከዓ መልሲ ክሰዓዱ ምዃ መልሲ ምስ ሃቡኻ ከዓ ንሶም ንስኻ እቲ መልሲ ርኢኻዮ መልሲ ክሳዕ ትህቦም ኣብ እንካን ሃባን ዘሎ ግዜ እውን ክትዝክርዎ ኣለኩም ምክንያቱ እዚ ናይ ካናዳ ፕሮሰስ ከም ትሓስቦ ኣይኮነን ሓደ ሓደ ግዜ ዘይተፀበኻዮ ነገር ከጋጥም ስለ ዝኽእል ቁርብ ዲለይ ከጋጥም ይኽእል እዩ ብዝኾነ ንምሉእ ሓበሬታ ናይ ሲን ኣማንኤል ዩቱብ ቻናል ኣብ ታሕቲ ክገብረልኩም እየ ኣብ ናታ ቻናል ኣቲኹም እውን ብሰፊሑ ክትሪእዎ ትኽእሉ ኢኹም እንተ ክኢለ ናታ ኢንተርቪው ገብረ ሓደ መዓልቲ ክሓታ መደብ ኣለኒ ንሎሚ ግን ካብ ዝረሃብኩም ሓበሬታ ገለ ቀሲምኩም ክትኮኑ ተስፋ ይገብር ደጊመ ክነግረኩም ኣነ ናይ ኢሚግሬሽን ኮንሳልታንት ኣይኮንኩን እንተኾነ ካብ ኣፍልጦይ ግን ካብ ንሓደ ሰብ መዓልታዊ ወይ ኣብ ዝኾነ እዋን ረኺብካ ኖ ከምዚ ይመስለኒ ከምዚ ይመስለኒ ድብሎ ኣነ ሓንቲ ቪድዮ ሰሪሐ ካልኣይ ግዜ ዘረባ ክደጋግሞ ኣይፈቱን እየ ሓንሳእ እትነግሮ ሰብ ሽዑ እታ ቪድዮ ላትካ ከምዚኣ ትመስለኒ ናተይ ከምዚኣ ካብ ድሓተትኩ ወይ ከምዚኣ ካብ ደጽናዕኩ ወይ እቲ ዌብሳይት ከ ኣሎ ኩሉ ኣነ ዝለኩም ዘለኹ ኣብቲ ዌብሳይት ኣሎ ባዕለይ ድፈጠርኩ ናይ ፈጠራ ነገር የለን ኣብቲ ዌብሳይት ኣሎ ጥራይ ኣቲኻ ምንባብ እዩ ምርዳእ እዩ ሕቶ እንተለካ ከዓ ንድፈልጡ ሰባት ሓቲትካ ርድእቶኻ ንምዕባይ ማለት እዩ ዝኾነ ምሳይ ፅንሓኩም ክመስክረኩም ይፈቱ ላይክ ሼር ኮመንት ኣይተውሕዱ ኣብ ቀፃሊ ብካልእ መደብ ክሳብ ንራኸብ ንካናዳ ዝሰለጠኩም ተሎ ብሰላም ውፁ ክሳብ ሽዑ ግን እዚ ወድሓንኩም